ከም ትሪዮ ዘለና ኣብ ከባቢና ዘሎ ኩነታት መመሊሱ እናተሓላለኸ ይኸይድ ከም ዘሎን ብፍላይ ብደቡብ ናትና ዝመፅእ ዘሎ ኩነታት ካብ ግዜ ናብ ግዜ እናበርትዐ ይኸይድ ከም ዘሎን ኢትዮጵያ ኣብ ልዕሊ ኤርትራ ትህንድሶ ዘላን ትብሎ ዘላን እቲ ሪቶሪክ እቲ ዘረባ ጥራይ ዘይኮነ እቲ ምትንዃል ካብ መዓልቲ ናብ መዓልቲ እናገደደ እናበርትዐን ይኸይድ ኣሎ ሓደ ካብኡ ለንቀነ መፂኦም ዝብልዎ ዘለዉ
በጣም ቬሪፋይ

ሕጂ እንታይ እዩ ዝብል ዘሎ እዚ እትሪእዎ ዘለኹም ኣብ መጀመሪኡ ኣይኮነን ብተደጋጋሚ ነዚ ነዚ ፕሮፓጋንዳ እዚ ኣብዚ ፕሮፓጋንዳ እዚ ዝያዳ ዝስርሑ ዘሎ እዩ እቲ ዕላማ ድማ እንታይ እዩ ምስ ህዝቢ እዮም ዝገብርዎ ዘለዉ እንታይ እዩ ስኻ ከምቲ ኣብታ መወዳእታ ዝበላ ንሕና ናይ ናይ ዓመታት ምስ ባሕሪ ኮኔክት ዝኾነ ታሪክ ኣለና ዝብል ፅንፅዋይ ክንብሎ ንኽእል ኢና ምክንያቱ ናይ መዓስ ታሪክ እዩ ዝዛረብ ዘሎ ብዛዕባ ኔሽን ስቴትስ ወይ ከዓ ሃገራት ኣቋማ ናተን ዘይፈልጥ ድዩ ኮይኑ ኣይፈለጥ እዮም ክትብል ትኽእል ኢኻ ምክንያቱ ናይ ብሓቂ ኣብ ፖለቲካዊ ድንቁርና ንርኢ ኢና ኣብዚ ከባቢና ብፍላይ ኣብዛ ሃገር እዚኣ ማለት እዩ ፈሊጦም እዮም ዝድንቁሩ ወይስ ብነብሶም እዮም ከምኡ ዝፍለጥ ነገር የለን ብሓፈሻ እንታይ ዝብል ዘሎ ምስ ባሕሪ ናይ ባሕሪ ታሪክ ናትና ሲ ኣብ ዝኮነ ከድና ጀስቲፋይ ወይ ውን ከነረጋግፆ ንክእል ኢና ኩሉ ሰብ ክኣምነልና ዝክእል እዩ ስለዚ ናይ ባሕሪ ጉዳይ ዘለና ምስ ባሕሪ ዘለና ምትእስሳር ዝተፈልጠ ነገር እዩ ስለዚ ነዚ ኩነታት እዚ ከምኡ ከም ዝኾና ኢንተርናላይዝ ኣብ ኣእምሮ ኣትዩ እቲ መንስ እቲ ህዝቢ ሲ ባሕሪ ይግበኣና እዩ ባሕሪ ናትና እዩ ዝብል ኣተሓሳስባ ክዝርጋሕ ክኽእል ኣሎ እዩ ዝብል ዘሎ ብካልእ ዘራርባ ሎንግ ገይም ክፃወት እዮም ዝፍትኑ ዘለዉ ነዊሕ ገይም ማለት ድማ እንታይ እዩ መጀመርያ እቲ ኣብዚ እዋን እዚ ንኩናት ስለ ዘይምችኣና ዘሎ እቲ ኩናት ገይርና ባሕሪ ከነማልስ ስለ ዘይምቸኣና ዘሎ እንታይ ክንገብር ኣለና እዮም ዝብሉ ዘለዉ። ግዜ ክንበልዕ ኣለና። እቲ ግዜ ክንበልዕ ከለና ግን ፕሮፓጋንዳ እናሰራሕና ክንጸንሕ ኣለና። ንህዝቢ ሓንጎሉ እናሓጸብናዮ ክንጸንሕ ኣለና። ነቶም ህጻናት፣ ህጻናት እየ ዝብለኩም ዘለኹ፣ ካብ ቆልዑ ጀሚሮም ንኩሉ ደረጃ ናይቲ ህዝቢ ብኩሉ መንገዲ ማለት እዩ ንመንእሰይ ይኹን ንኩሉ ሕፅበተ ኣእምሮ ናይ ባሕሪ ክገብርሉ ጀሚሮም ኣለው ፋንታዚ ናይ ባሕሪ ክገብርሉ ጀሚሮም ኣለው ኩሉ ፀገም ኣብ ኢትዮጵያ ዘሎ ባሕሪ እንተረኪቦም ክፍታሕ ከም ዝኽእል እቲ ዝዓበየ ሽግር ናቶም ባሕሪ ምዃኑ ገይሮም እዮም ክእምንዎ ዝፍትኑ ዘለው ስለዚ እንታይ ኢና ንርኢ ዘለና ኣብዚ ቀረባ ግዜ ዓሳ ኣብ ፅርግያታት ክዕድሉ እንተጀሚሮም ኣይክግረምን'የ፣ ስለምንታይ እዚ ዓሳ'ዚ እንድሕሪ በሊዕኩሞ፣ እዚ ዓሳ'ዚ መዓልታዊ ክትበልዕዎ እንተደሊኹም፣ ከጥዕሞም'የ፣ መይቢ ነዚ ዓሳ'ዚ መዓልታዊ ክትበልዕዎ እንተደሊኹም፣ ቀይሕ ባሕሪ ከነማልሶ ኣለና ዝብል ፕሮፓጋንዳ እንተገይሮም ኣነ ኣይግረምን'የ። ምኽንያቱ ነዚ ነገር'ዚ ከምቲ ሚኒስትሪ ጉዳያት ወጻኢ ናቶም ዝበሎ ስትራተጂካዊ ዕላማ ኢልናዮ ኣለና ማለት፣ ስትራተጂካዊ ዕላማ ማለት ድማ ናይ መወዳእታ ዕላማ ናተይ'ሱ'ዩ ማለት'ዩ። ሕጂ ሎሚ ወይ ፅባሕ ክገብሮ ተዘይክኢለው ናይ መወዳእታ ዕላማ ስትራተጂካዊ እሱ እንተኮይኑ ንግዚኡ ዝኾነ ስጉምቲ ከይወስድ እኽለ ናይ ሎንግ ተርም ዕላማ ናተይ ግን ንሱ እንድሕር ኢልካ ብዓይኒ ፖለቲካ ክትሪኦ ከለካ ከም ኤርትራዊ ፀላኢኻ ስትራተጂካዊ ዕላማ ዕላማ ናቱ ነጊሩ ነጊሩካ ኣሎ ፀላኢ ናትና እንታይ ይብለና ኣሎ ስትራተጂካል ኤነሚ ናትና ናትና ዕላማ ነዚ ባሕሪ እዚ ከነማልሶ ኢና ብኸመይ ገሊኦም ሰባት ሕጂ ብዲፕሎማሲ እኮዩ ዝብል ዘሎ ነው ብዲፕሎማሲ ንሰብ ንማሕበረሰብ ዓለም ንምሽካዕ ዝጥቀምሉ እዮም ስትሬት ፎርወርድ ክብልዎ ከለዉ ስምዑ ኢትዮጵያ የባህር በር በአሰብ በኩል ልታገኝ የምትችለው በምንድን ነው ብለህ ነው የምታስበው? በጉልበት

በአንተ እይታ ኢትዮጵያ የባህር በር በአሰብ በኩል ልታገኝ የምችለው በምንድን ነው ብለን የምታስበው? በጉልበት
ከም ትሪእዎ ዘለኹም እዚ ኣብ ብዙሕ ግዜ ኣብቲ ሃገራዊ ቴሌቭዥናት መፅኡ ኮሜንት ዝገብር ኣናሊስ ዜና ክንብሎ ወሬቨር ግን እቲ መርገፂ ናቶም ድማ እዚ ኢትዮጵያ ብከመይ መንገዲ ኣብቲ ገባሕሪ ክትመልስ ዝብል ብሓይሊ ብጉልበት ብውግእ ኤርትራ ድማ ክንዱ ዓቕሚ ስለ ዘይብላ እዮም ዝብሉ ንኢትዮጵያ ክንዱ ቻለንጅ ክትገብረና ኣይትኽእልን እያ እንታይ እዮም ዝብሉ ኩሉ ግዜ ንሕና ፀገምና ውሽጣዊ ፀገም ስለ ዘለና እምበር ኤርትራ ክትብድሃና ትኽእል ስለ ዝኾነት ኣይኮነን ዝብል ዘረባ ኣለዎም ውሽጣዊ ብድሆታት ናትኩም ካብ ምንታይ ክመፅእ ክኢሉ ድማ ክርዶም ኣይክእልን እዩ ስለዚ

ሕጂ ከምዚ ንርእዮ ዘለና እዞም ሰባት እዚኣቶም ብተደጋጋሚ ዝጥቀምሉ ታክቲክ እንተሎ ኮይኑ ታሪኽ ምዝንባዕ እዩ ታሪኽ ምዝንባዕ ድማ እቲ ባሕሪ ንዓታቶም ይግባእ ከም ዝነበረ ኤርትራ ምስ ኢትዮጵያ ኮኔክትድ ኣብ ትኾነሉ ዝነበረት ወይ እውን ኤርትራ ብፌደሬሽን ምስ ኢትዮጵያ ክትቁረን ኣብ ዝተገደደትሉ ልክዕ ከምዚ ህዝቢ ኤርትራ ዝደልዮ ዝነበረ ገይሩ እዩ ዝዛረብ ዘሎ ግብፂ ድማ መፅያ ንጀብሃ ዝበሃሉ ባዕላ ሰልጢና ልክዕ ከምዚ ካብ ኤርትራ ወሲዳ ንዑ ከሰልጥነኩም እየ በቃ ኣንፃር ኤርትራ ተበገሱ ኖ ህዝቢ ኤርትራ ይቃወመኩም ነይሩ እዩ ፈደሬሽን ህዝቢ ኤርትራ ይተቐበሎ የስ ገለ ክፋል ናይቲ ሕብረተሰብ ማኒፕሌት ጌርኩም ኣብ ጎንኹም ጌርኩሞ ነይርኩም እዮም ስትሩ እቲ ንጉስ ከምኡ ይገብር ነይሩ ኣብ ዓዲ እንግሊዝ ከይዱ ሓሙሽተ ዓመት ተንኮል ናይ እንግሊዛውያን ተማሂሩ ስለ ዝመፀ ቁሩብ ብልሕ ኢሉ ነይሩ ክኹን ስለዚ ንህዝቢ ኤርትራ ከታልል ክኢሉ እዩ ቤተክርስትያናትን ሃይማኖትን ተጠቂሙ ኣሽኪዑ እዩ ዋላ እቶም ዝድግፍዎ ዝነበሩ እቶም ቀንዲ ዝተጣዕሱ ሰብ እዮም ነይሮም ብከዛ ኣብ መወዳእታ ገይም ናይ ሃይለ ስላሴ እንታይ ከም ዝነበረ ስለ ተረድኦም ግን ምስ ተረዳእካ እንታይ ትገብር እዩ ኣብ መወዳእታ እዞም ሰባት እዚኣቶም ነቲ ታሪክ ናትና ምዝንባዕ ደይ መደይለይ ኢሎም ስራሖም ወሲዶም ኣለዉ እንታይ እዩ ግን ከም ዝዘግብሮም ዘሎ እንታይ ነውፂ ዝፈጥረሎም ዘሎ ኩነታት ስለ ዘሎ እዩ ከም ዝገብሩ ዘለዉ እስኪ ቁርብትለይ ምስቲ ናይ ብዓለም ደረጃ ዝግበር ዘሎ ሓደ ክልተ ከነተሓሕዞ ብፍላይ ኣሜሪካ ትንቀሳቀሶ ዘላ ኣብዚ ሃገሮም ዝብልዎ ዘለዉ ስምዑ ኣብዚ። How are you? Good to see you again. Thank you. It's good to be back in Ethiopia.
I enjoy it here. እዚ እዚ ንሪዮ ዘለና ናይ ኣፍሪኮም ሓላፊ ናይ ኣሜሪካ ወተሃደራዊ እዚ ኣብ ኣፍሪካ ዘሎ ማለት እዩ ናቱ ሓላፊ ደጊሙ ናብ ኢትዮጵያ መፅኡ ከም ዘሎ እዩ ዝንገር ዘሎ

ስለዚ እቲ ኩነታት ካብቲ ንሶም ክደልይዎ ክረኽብዎ ዝኽእሉ ወፃኢ ኮምፕሊኬትድ እዩ ኮይኑ ዘሎ ስለዚ ከም ዊሽ ፎር ማኒ ቲንግስ ካብ ኣሜሪካ ክረኽቡ ሓገዝ ብጣዕሚ እዮም ዝደልዩ ዘለዉ ልመና ናቶም ኩሉ ድማ ብመንገዲ እስራኤል ኣሜሪካ ገለ ነገር ክረኽብሉ ዝኽእሉ ኣንፃር ኤርትራ እንተተሰለፉሎም ብዙሕ ትምኒት እዩ ዘለዎም እዚ ግን ክኸውን ኣይኮነን ስለምንታይ ቅሬታ Three important steps has been agreed with the Somaliland.

What's going to be next is uh, uh, opening a Bandura box, really.
ብሓፈሻ ፕሬዚደንት ናይ ሶማልያ ኣብ ኣብ ትርኩ ኣብ ዝነበረሉ ወይ ኣብ ኣብ ዝኾነ ምስ ኣልጀዚራ ኣብ ዝገበሮ ኢንተርቪው ኢና ንሰምዕ ዘለና እስራኤል ንኣብነት ናብቲ አ፣ ሶማሊላንድ ትመፅእ ኣላ ዝብልዎ ዘለዉ ኣም፣ ሓደ ካብኡ አ፣ ፍልስጤማውያን ናብ አ፣ ናብ ሶማሊላንድ ንምግባር መደብ ከም ዘሎ እዩ ዝንገር ዘሎ ነቶም ነቶም ቓዛ ኣብ ቓዛ ዘለዉ ፍልስጤማውያን ግሒጥካ ክልተ ሚልዮን ዝኾኑ ናብ ቓዛ ንኸተሰጋግሮም ካልኣይ ዓቢ ወተሃደራዊ ቤዝ ክገብሩ ኣብ ሶማሊላንድ ይሓስቡ ከም ዘለዉ ሳልሳይ ድማ እሳ እቲ ብግልጺ እውን ተዛረበላ እታ ሶማሊላንድ ኣካል ናይቲ ኣብርሃም ኣኮርድስ ዝበሃል ክትከውን ስለዚ እዚ ጉዳይ እዚ ነቲ ከባቢ ዓቢ ረበሻ እቶም ብፈለስጤም ዝሕለቑ ኤውሮጳውያን ይኹኑ ዓረብ ይኹኑ ቻይናውያን ይኹኑ ራሻውያን ይኹኑ ኩላቶም ክድግፍዎ ዘይክእሉ እዩ። እዚ ከኣ ንሶማልያ ዓቢ ዲፕሎማስያዊ ድጋፍ ክገብረላ እዩ። ብግምጣሉ ኣቢይ ኣሕመድ ንእስራኤል ክድግፍ ኣብ ዝሓስበሉ ዘሎ ክንዲ ምንታይ ካብ ካልእ ዓለማት ተቓውሞ ከጋጥሞ ከም ዝኽእልን ተነጽሎ ከጋጥሞ ከም ዝኽእልን እዩ ዝንገር ዘሎ። እዚ እታ ሓንቲ ክፋል ክትከውን ከላ እታ ንኣቢይ ኣሕመድ ብዙሕ ነገራት ንኸይገብር እውን ትድርቶ ዘላ ካልኣይቲ እዛ ቻርት እዚኣ ድማ ብብዝሒ የዙርዋ ኣለዉ። እዛ ቻርት እዚኣ ድማ እንታይ ትርእዩ ኣለኹም? እቲ ቀደም ቅድሚ ዝተወሰነ ግዜ ማለት እዩ ኢማራት ዝደለዮ ክገብር ዝኽእል ሓይሊ እዩ ነይሩ ስለምንታይ ምስ ብዙሓት ሃገራት ኣዝዩ ፅቡቕ ዝኾነ ዝምድና ብምፍጣር ንኤውሮጳ ንኣሜሪካ ብገንዘብ ሒዙ ነተን ሃገራት ዓረብ ድማ መሻርኽተን ከም ዝኾነ ንገሌን ኢንቨስት ይገብረለን ከም ዘሎ ንረብሓ ኩሎም ይሰርሕ ከም ዘሎ እናምሰለ ይኸይድ ነይሩ ኣብዚ እዋን እዚ ግን ኢማራት ማለት ካብ ብምሉእ ሃገራት ዓረብ ዝተገለለ ሃገር እዩ ኮይኑ ዘሎ ዳርጋ መሓዛ ዘይብሉ መሻርኽቲ ዘይብሉ ብጀካ እስራኤል እስራኤል ማለት ኣብ ዓለም ንባዕሉ ዝተገለለ እዩ ስለዚ ምስዚ ዝተገለለ ጥራይ ደድሕሪኡ እናኸደ ካብ ኩሉ ጎረባብቱን መሓዙቱን ዝግለል ዘሎ ሃገር ኢና ንርኢ ዘለና ከም ንሪኦ ዘለና ምስ ስዑድ ዓረብ ኣብ ዓቢ ዝኾነ ኩናት ይኸይድ ከም ዘሎ እዩ ዝንገር ዘሎ ምስ ግብፂ ዋላ እኳ ብዙሕ ኢንቨስትመንት ገይሩሎም እንተሎ ንግብፂ ብብዙሕ መንገዲ ሓደጋ ትወርዶም ካብ ዘላ ኢማራት ተረዲዎም ኣሎ ሓደጋ ናይ ኢማራት ድማ ኣብ ኩሉ ይርእይዎ ኣለዉ ብመንገዲ ኢትዮጵያ ጌሮም ንኢትዮጵያ ንኣብይ ኣሕመድ እና ድጋፍ እናሃቡ ዲጋታት ንኽሰርሕ መመሊሱ ንከስፋሕፍሕ መመሊሱ ንግብፂ ወጥሪ ንክፈጥረሎም ሕሉፍ ሓሊፎም ድማ ናይ ኣባይ ግድብ መፍትሒ ከይተረኽበሉ ናብ ቀይሕ ባሕሪ ንክኸይድ ስፖንሰር ዝገብርዎ ዘለዉ ሰብ ምዃኖም ፈሊጦም ኣለዉ ስለዚ ናብ ሶማሊላንድ ከምፅዎ ዝደልዩ ንሶማሊላንድ ከብሎ ንሶማልያ ንግብፂ ዘለዋ ስትራቴጂካዊ ሓይሊ ኣብ ልዕሊ ኢትዮጵያ ንዑ ንከፍርሱ ኩሉ ነገር ይገብሩ ከም ዘለውን ንኣብዪ ኣሕመድ ድማ ብወታደራዊ ይኹን ብኩሉ ሽፋን ይገብርሉ ከም ዘለዉ ይርኢ ኣለዉ ሓደ ኣረሴፍ ዝበሃል ኣብ ሱዳን ንሱዳን ከፈራርስ ከሎ ንግብፂ ልክዕ ከምቲ የመን ጉዳይ የመን ንግብፂ ንስዑዲ ኣዝዩ ኣገዳሲ ዝኾነ መስጉምቲ ትወስደሉ ዘላ ጉዳይ ናይ ሱዳን ድማ ንግብፂ ኣገዳሲ እዩ ናሽናል ሴኪሪቲ ናትና ቀይሕ ልክዕ ከምዚ ስዑዲያ 24 ሰዓት ሂብናካ ኣለና ኢማራት ካብዚ ካብ የመን ጠቕሊልካ ክትወፅእ ኢሎም ኣዚዞሞ ዝወፀ ተመሳሳሊ ከምኡ ዓይነት ቀይሕ መስመር ንኣረሴፍ ግብፂ ሂቡ ነይሩ ግን ናይ ግብፂ ዓቕሚ ስለዘየለ ስጉምቲ ይወስድን እዩ ብርግፅ ስጉምቲ ይውሰድ ኣሎ ክንሪኦ ኢና ስለዚ እቲ ንሪኦ ዘለና እታ ሳልሰይቲ ኣብቲ ገይም ድማ ቱርኪ እያ ንቱርክን ቀጠርን ድማ ቀንዲ ንቱርኪ ኣብ ሶማሊያ ሃሪሞሞም ኣሎ ማለት እዩ ስለዚ ኣብ ሶማሊያ ንቱርኪ ኣብ ሱዳን ንግብፂ ብቐጥታ ኣብ የመን ድማ ንስዑድያ ብቐጥታ ይሃርሙ ስለ ዘለዉ ኩላቶም ድማ ኣብ ካልእ እውን ረብሓ ኣለዎም ኣብ ሶማልያ ንኣብነት ስዑድያ ትኣቱላ ነቲ ፈደራል መንግስቲ ከተሕይሎ ትደልላ ኣብ ሱዳን ምስ ኣልቡርሃን ኣላ ስዑድያ ኣብ የመን ተኾነ እውን ንሪኦ ኣለና ልክዕ ትርኩ ድማ ከምኡ ከይፈተዋ በቃ ተገዲደን ምሕዝነት ንክገብራ እያ ትገብረን ዘላ ኢማራት እዩ ዝበሃል ዘሎ ስለዚ ቱርክያ ኣብዚ እዋን እዚ ምስ ስዑድያ ብቀረባ ክሰርሕ እያ ኣብ ጉዳይ ናይ ሱዳን ኣብ ጉዳይ ናይ ሶማልያ ከምኡ ድማ ኣብ ጉዳይ ናይ የመን እውን ምክንያቱ ስዑድያ ኣፅዋር ክገዝእ እምበር ክሰርሕ ዝኽእል ክንዲ ዓቕሚ ዘለዎ ይኮነ ስለዚ ትርኩ ድማ ሓደ ካብቲ ኣፅዋር ዝሸይጥ እዩ ብግምጣሉ ኢማራት ካብ ትርኩ ክትገዛ ይትኽእል እያ ስለምንታይ ተገራጨው ረብሓ ስለ ዘለዎ ተገራራጫዊ ረብሓ ስለ ዘሎ ኣፍኮርስ ኢማራት ትገዝኣሉ ቦታ ትስእን እያ ክንብል ኣይንኽእል ኢና ብሓፈሻ ግን እንታይ ንርኢ ኣለና ሆል ሲዌሽን ኢማራት ኣብ ከቢድ ኣብ ውዑይ ማይ ኣትያ ከም ዘላ እዩ ዝንገር ዘሎ እዚ ድማ ንኣብዪ ኣሕመድ መርዲ እዩ ኣብዪ ኣሕመድ ሪካሊብሬት ዝገብር ዘሎ ተገዲዱ እዩ ፈትዩ ይኮነን ኩነታት ይቀያየር ከም ዘሎን ከምቲ ንሱ ዝደልዮ ይኾነሉ ከም ዘየሎ ይርዳእ ስለ ዘሎ እዩ ካብ። ሓው ሱዳን ብበዝሒ ናብ ዶባት ኢትዮጵያ ይግዕዝ ከም ዘሎ እዩ ተገሊጹ ዘሎ። ቅድሚ ሰሙናት ብ ጀነራል ዓብዱልፈታሕ ኣልቡርሃን ዝምራሕ መንግስቲ ፖርት ሱዳን ከምኡ'ውን ሰራዊት ሱዳን ኣብ ኢትዮጵያ መዋፈሪ ሓይልታት RSF ከም ዝተጣየሸን ኣብኡ ድማ ብዙሓት ዕጡቓት RSF ይስልጥኑን ይምልመሉን ከም ዘለዉን ኸሲሱ ነይሩ እዩ። እቲ ኣብ ክልል ቤንሻንጉል ኢትዮጵያ መዋፈሪ ገይሩ ዝብሃል ዘሎ RSF ካብ ሕቡራት ዓረብ ኤሚሬትስ ዝመጸሉ ናይ ኣጽዋር ሓገዝ እውን ብቐጥታ ዝቕበሉሉን ናብ ሱዳን ዝሳገሩሉን ከባቢታት ከምዝኾነ'ዩ ተገሊፁ። ቅድሚ ወርሒ ፕረዚደንት ኢሳያስ ኣፍወርቂ ናብ ፖርትሱዳን ኣብ ዝገበሮ ጉዕዞ ድማ ምስ ጀነራል ዓብዱልፈታሕ ኣልቡርሃን ብዛዕባ'ቲ ምብራቓዊ ግዝኣታት ሱዳን ማለት'ውን ምስ ኢትዮጵያን ኤርትራን ኣብ ዝዳወቡ ከባቢታት ወተሃደራዊ መጥቃዕትታት ኣንፃር RSF ንምክያድ መደብ ከምዘውፅኡ ተገሊፁ ነይሩ'ዩ። በዚ ድማ ይመስል ሰራዊት ሱዳን ብበዝሒ ኣሃዱታቱ ናብ ዶባት ኢትዮጵያን ሱዳንን የጸግዕ ከምዘሎ ተሰሚዑ ኣሎ። እዚ ምንቅስቓስ ሰራዊት ሱዳን መሰረት ብምግባር ካብ ወገን ኢትዮጵያ እንታይ ዓይነት ግብረ መልሲ ክረክብ ይኽእል?
እዚ ኣብ ዝሓለፈ እዋን ኣርእየኩም ነይረ፣ እዚ እቲ ሰራዊት ናብ ብሉ ናይል ገጹ ይጽጋዕ ከምዘሎ ዝንገር ዘሎ ብብዝሒ ናብቲ ከተማታት ናብ ዶባት ናይ ኢትዮጵያ ሰራዊት ናይ ሱዳን ይመጽእ ከምዘሎ እዩ ዝንገር ዘሎ እንተወሓደ ምስ ኢትዮጵያ ኩናት ክኸፍቱ እዮም ክንብል ኣይንኽእልን ኢና እንታይ ግን ክገብሩ ክፍትኑ እዮም ኣብ ዝኾነ ይኹን ምንቅስቃሳት ካብቲ ዶባት ክመጽእ ንዝኽእል ክቆርጹ ክፍትኑ ኣለዎም ምኽንያቱ ሓንቲ ነዚ RSF ክስዕሮ ትሕሪ ኮንካ ካብ ካልእ ድጋፍ ክረክብ ከም ዘይክል ጌርካ ክትበትኮ ክትክእል ኣለካ ነዚ እንተ ክትገብር እንተ ኺኢልካ ጥራይ ኢኻ ድማ እቲ ትደልዮ ዓወት ክትረኽቦ ትኽእል ስለዚ ከም ንሪኦ ዘለና እዚ ሓድሽ ኣወዳድባ ነቲ ኩነታት ሓንቲ እላ ኣብዚ ቻርት ከረየኩም there was this uh, ቻርት ነይራ ይከን ፋይንድት እዛ ቻርት እዚኣ እንታይ ኢሎም እዮም ዝገልፅዋ ዘለዉ ብዙሓት ነቲ ኩነታት ክትቅይር ትኽእል እቲ ኩነታት ሕጂ ኣብ ከምዚ በፂሑ ዘሎ እዮም ዝብሉ ዘለዉ እንታይ ማለት እዩ ዳርጋ ኩሎም ሓይልታት ይተኣኻኸቡ ብፍላይ ግብፂ ስዑድያ ቀጠር ግብፂ ስዑድያ ትርኲ ሰለስቲኦም ወታደራዊ ሓይሊ ዘለዎም እዮም፣ ብዝሒ ህዝቢ ዘለዎም እዮም፣ ቁጠባ ዘለዎም እዮም። ሰለስቲኦም ኣብ እተፈላለዩ ቦታታት ሓደ ዓይነት ኣሰላልፋ ይገብሩ ኣለዉ። ንዓና እንታይ ማለት እዩ? ኤርትራ ናይ ኔክስ ሙቭ ናታ ምስ ትርኲ ኣዩ ክኸውን ዘለዎ። ኤርትራ ምስ ትርኲ ዲፕሎማሲ ሞር ክትሕይል እቲ ኩነታት ኣፍደገ ከፊትላ ኣሎ። ስለዚ ጉዳይ ናይ ሱዳን ለውጢ ከምፅ እንተኮይኑ ቱርኪያ ኣብኡ ክሳተፍ እንተኮይኑ ኤርትራ ኣገዳሲ ተራ ክህልዋ ስለዝኽእል ምስ ኤርትራ ቱርኪያ ሜይቢ ዝምድና እንተገይሮም ክንግረም ኣይኮና ማለት እዩ so everything is making sense ከመይ ኢሉ ብሓደ እቲ ነገራት እናተኣሳሰረ ይኸይድ ከም ዘሎ ኢና ንርኢ ዘለና